ገለ ሰባት ሸኽ፣ ፓስተር፣ ነቢይ እንዳበሉ ህይወቶም ንሸይጣን ሸይጦም ከም ቅዱሳን ተመሲሎም ስም ናይ ኣላህ ሱብሓነሁ ወተዓላ ወይ የሱስ እንዳጠቐሱ ንሰብ ከዳናግሩ ክሕምሙ ከሕውዩ ብጋህዲ ንዕዘቦ ዘለና'ዩ። ብፍላይ ኣብ ኢትዮጵያን ካልኦት ሃገራትን ተጋኒኑ ይርከብ። ጠንቋላይ ቀንዲ ስርሑ ንሰብ ጽልኢ ምፍጣር፣ በብቑሩብ ሕማቕ ሓሳባት ናብ ወዲ ሰብ ምእታው፣ ሰብኣይን ሰበይትን ምፍልላይ፣ ኣብ ሓንጎል ናይ ወዲ ሰብ ብምእታው ቃንዛን ሕማምን ምፍጣር፣ ብኣላህ ሱብሓነሁ ወተዓላ ንኽትክሕድ ምህዞታት ምፍጣር እዩ። ሓካይም ከምዝብልዎ ካብ ሓሚምካ ሕክምና ተኻናኺንካ ጥዕና። እስልምና ከኣ ይምህረና ከመይ ጌርና ንነብስናን ቤተሰብናን ካብ ስሕር ወይ ስርያ ይኹን ሸያጢን ኣጅናን ንከላኸለላ። ሓደ ኣብ እምነትካ ጽኑዕ ምዃን፣ ብጀካ ኣላህ ሱብሓነሁ ወተዓላ ዝኾነ ክጎድኣካ ይኹን ክጠቕመካ ዝኽእል የለን። ብፍቓድ ናይ ኣላህ ተዘይኮይኑ ብእኡ ንሓደ ክጎድኡ ኣይክእሉን፣ ቅዱስ ቁርኣን ክልተ ሚእትን ክልተን። ክልተ፣ መዓልታዊ ነንብብ ወይ ንቕርእ፣ ኣዝካሩ ሰባህ ወልመሳእ። ሰለስተ፣ ኣብ ጥራሕ ከብድና ሸውዓተ ፍረ ተምሪ ንበልዕ። ኣርባዕተ፣ ሓደ ካብቲ ምክልኻል ናይ ጠንቋሎ ናብቲ ንሶም ዘለውዎ ቦታ ዘይምኻድ። ጠንቋላ ይፈልጥ እዩ ናብቶም ድኹማት እምነት ኣላህ ወይ ኣምላኽ ዘለዎም ጽልዋን ምትላልን ዕንወትን ከም ዝገብር። ወዲ ሰብ ናብኡ ክመጽእ ከሎ ኣብ እምነቱ ድኹም ምዃኑ ይፈልጥ ተጽዕኖን ጽልዋን ድማ ይገብር። እቶም ግዳያት ዝኾኑ ኩሉ ግዜ እቶም ንዕኡ ዕድል ዝህቡ ኣብ ቁጽጽር ናቱ ድማ ይኣትዉ። ጋኒን ወይ ሸይጣን ይፈልጥ እዩ ዝኮነ ኣስላማይ ወዲ ይኩን ጓል ኣብ እንዳ ጦንቃላይ ገዛ እንድሕር መጽዩ እምነቱ ድኩም ከም ዝኮነ ኣብ ኣላህ ሱብሓናሁ ወተዓላ እምነት ከም ዘይብሉ ይፈልጥ ብቀሊሉ ድማ ኣብ ቁጽጽር ናቱ ይእትዎም ሓደ ሰብ እንድሕር ግዳይ ናይ ጠንቋሊ ኮይኑ መጀመርያ ክገብሮ ዘለዎ ፍርሃት ናይ ኣላህ ሱብሓነሁ ወተዓላ ክህልዎ፣ ዱዓ፣ ጸሎት፣ ክገብር፣ ብትዕግስቲ ሕክምናዊ በቲ ሸሪዓን ቁርኣንን ኣጋባብ ክኽተል ኣለዎ። ንኣላህ ሱብሓነሁ ወተዓላ ዝፈርህን ናብኡ እምነት ዝገብርን ካብ ዝኾነ ሽግራት ንኽወጽእ ኣላህ ሱብሓነሁ ወተዓላ መንገዲ ይፈጥረሉ። ካብቲ ኣጋባብ ሕክምና ናይ ሸሪዓ ኣብ ሃይማኖቱ ጽኑዕ ዝኾነ ሰብ ኸድካ ሩቀያ ክገብረልካ ካብቲ ምዕራፋት ናይ ቁዱስ ቁርኣንን ከንብበልካ ትሓቶ። ቀዳማይ ኣብቲ ሕክምና ዝግበረሉ ዝኾነ ንኣላህ ሱብሓነሁ ወተዓላ ዘቖጥዕ ደስ ዘየብልን ከይህሉ ተወግድ። ካልኣይ ነቲ ዝሓመመ ይሕተት ቅድሚ ሕጂ ናብ ጠንቋላይ ከይዱ እንተኔሩ ዝኾነ ኣሰር እንድሕር ኔርዎ ከንድዶ ከምዘለዎ ናብኡ ምኻድ ጌጋ ምንባሩ ክሕበሮ ኣለዎ። ሳልሳይ ሕማሙ ንምፍላጥ ምርመራ ምክያድ። ገለ ካብኡ እንታይ ዓይነት ጸገማት የጋጥሞ ነቲ ሕሙም፣ መዓስ ጀሚርዎ፣ ሕልሚ ይሕምሞ ድዩ፣ እንታይ ዓይነት ሕልሚ፣ ኣብ ከብዱ ቃንዛ ወይ ቅርጸት ይገብረሉ ዶ፣ መዓስ ጀሚርዎ፣ ርእሱ ይሕምሞ ድዩ ወይ ርእሱ ወይ ሰውነቱ ይኸብዶ ወይ ይደኽሞ ዶ። ኣብ ደረት ኣፍልቡ ወጢሩ ይሕዞዶ? እዝን ካልእን ምስ ሓተትናዮ፣ ድሕርዚ ነቲ ሕሙም ሩቕያ ክንበበሉ ኣለዎ ከምዚ ዝስዕብ። ሓደ፣ ሱረቱል ፋቲሓ፣ ክልተ፣ ሱረቱል በቐራ፣ ኣያት ዓሰርተ ሓሙሽተ፣ ሰለስተ፣ ሱረቱል በቐራ፣ ኣያት ሚእትን ሱሳን ሰለስተን።

ኣያት ሓምሳን ኣርባዕተን ስጋብ ሓምሳን ሽዱሽተን፣ ሸሞንተ፣ ሱረቱል ኣዕራፍ ኣያት ሚእትን ዓሰርተ ሸውዓተን ስጋብ ሚእትን ዒስራን ክልተን፣ ትሽዓተ፣ ሱረቱ ተውባ ኣያት ሚእትን ዒስራን ሸሞንተን ሚእትን ዒስራን ትሽዓተን፣ ዓሰርተ፣ ሱረቱ ዩኑስ ኣያት ሰማንያን ሓደን ሰማንያን ክልተን፣ ዓሰርተ ሓደ ሱረቱ ጣሃ ኣያት ስሳን ትሽዓተን ዓሰርተ ክልተ ሱረቱ ሩም ኣያት ዓሰርተ ሸውዓተ ስጋብ ዓሰርተ ትሽዓተ ዓሰርተ ሰለስተ ሱረቱ ሳፋት ኣያት ካብ ሓደ ስጋብ ዓሰርተ

ዓሰርተ ሸውዓተ ሱረቱል ሙዘሚል ኣያት ትሽዓተ። ዓሰርተ ሸሞንተ ሱረቱል ኢኽላስ። ዓሰርተ ትሽዓተ ሱረቱል ፋላቕ። ዕስራ ሱረቱ ናስ። ድሕሪ ሩቕያ ምስ ተነበ እቲ ሕሙም ሃለዋቱ ኣጥፊኡ ክወድቕ ይኽእል። እቲ ኣገልጋሊ ጅኒ ወይ ጋኒን ክዛረብ ይኽእል። ኣብዚ ነዘን ዝስዕባ ሕቶታት ተሓቶ። ሽሙ፣ ሃይማኖቱ፣ እቲ ፈውሲ ስሕር ወይ ስራይ ኣበይ ምህላዉ፣ ብድሕሪ እዚ ክትነግሮ ኣለካ፣ እቲ ዝገብሮ ዘሎ ጌጋ ምዃኑ፣ ጠንቋላይ ብኣላህ ከም ዝኸሓደ፣ ምስኡ ክሰርሕ ከም ዘይፈቅድን ኣብዚ ክነግረካ ይኽእል ክወጽእ ከም ዝደሊ ግን ኣጅናን ወይ ኣጋንንቲ ክቆርልኒ እዮም ካብኡ እንተ ወጼ ኣብዚ ከተራጋግጸሉ ትክእል ትሙህሮ ከመይ ጌሩ ክካላከል ከም ዝክእል ካብ ዝኮነ ጉድኣት ብፍላይ ኣስላማይ እንተ ኮይኑ እቲ ጅኒ ነቲ ስሕር ኩስቶ ጌርዎ እዩ ኢሉ ክነግረካ ይክእል ግን ኣይትእመኖ ነቶም ቤተሰብ ናይቲ ሕሙም ውን ንገሮም ገሊኦም ሓሰውቲ ኣጅናን ከም ዘለዉ። እቲ ጂኒ እቲ ስሕር ኣበይ ከም ዘሎ እንድሕር ሓቢሩ ሰብ ሊእኽካ ኣምጺኻ ተንድዶ። እንድሕር ኣብ ውሽጢ ሰውነቱ ኣሎ ብመግቢ ወይ ብስተ መልክዕ ኣትዩ ነቲ ሕሙም ትሓቶ ኣብ ከብዱ ቃንዛ ወይ ቅርጸት እንድሕር ኣለዎ መዓስ ከም ዝጀመሮ። እንድሕር ቃንዛ ኣለዎ ሰኖ ክሰቲ ኣለዎ። ሰኖ እቲ ዝበለጸ መድሃኒት ምዃኑ ነቢ ሙሓመድ ሰለሏሁ ዓለይሂ ወሰለም ሓቢሮም። ሰኖ ኣፍሊሑ ብድሕሪኡዮ ዝሕሎ። ዕረ ከይጥዕሞ እንድሕር ደልዩ መዓር ይሕውሰሉ። እቲ ዝሓመመ ሰብ ሰለስተ ኩባያ ኣብ ጥራሕ ከብዱ ይሰቲ። እቲ ስሕር ብመልክዕ ተምላስ ክወጽእ ይኽእል ወይ ብመልክዕ ቐልቐል ውጽኣት ኩሉ እቲ ርስሓት ይወጽእ። ውጽኢት ናይ ሰኖ ካብ ሸውዓተ ስጋብ ዕስራን ክልተን ሰዓታት ክጸንሕ ይኽእል። ሓደ ሰብ ስሕር ተገይርሉ ንክሓዊ ናብ ካልእ ጠንቋላይ ምስ ዝኸይድ ኣብ መንጎ ናይ ክልቲኦም ጠንቆልቲ ዘለዉ ኣጋንንቲ ወይ ኣጅናን ግጭት፣ ዘይምርድዳእ ይመጽእ። ንሶም ነቲ ነገር ንምህዳእ ነቲ ሰብ ሒዝዎ ደሎ ጅኒ ንጊዚኡ ክጎድፎሞ ክሓዊ ድሓር ድሕሪ ጊዘ ንክሙሎሶን ከሕሙሞን ምርድዳእ ይገብሩ። ኩሉ ግዘ ክሓዊ ምስ ዝደሊ ብናይ ኣላህ ሱብሓነሁ ወተዓላ መንገዲ፣ ቁርኣንን ኣጋባብን ሕክምና ክከታተል ይግባእ። ወሰላሙ ዓለይኩም ወራህመቱላሂ ተዓላ ወበረካቱ። ምእንቲ ኩላህና ሓሰናት ክንረክብ ሸር ኣብ ምባል ኣይንሕመቕ ጀዛሁሙላሁ ኼር።